ሰላም ዝኸበርኩም ተኸታተልቲ ቀንዴል ንሎሚ 28 ነሓሰ 2017 ዝተዳለወ ዜናታት ምስቃር ፃዋት ሒዘ ቀሪበ ኣለኹ ሰናይ ምክትታል ቸልሲ ንኦክስሌድ ቻምበርሊን ናይ ኣርሰናል ንምፍራ ምስ ኣርሰናል ኣብ ስምምዕ ከም ዝበፅሐት ተገሊጹ እቲ ናይ ምስጋር ውዕል 35 ሚልዮን ፓውንድ ዝውድእ ኮይኑ ኦክስሌድ ቻምበርሊን ኣብዚ ግዜ እዚ ምስ ሃገራት ጋንታ እንግሊዝ ስለ ዝርከብ ናይ ሕክምና መርመራ ኣብ መሰልጠኒ ማእከል ሃገራት ጋንታ እንግሊዝ ሰንት ጆርጅ ፓርክ ከካይድ ምዃኑ ኸኣ ስካይ ስፖርት ጸብጺባ ኣክስሌድ ቻምበርሊን ልክዕ ከም ኦዚልን ሳንቸዝን ኮንትራቱ ክውዳእ ሓደ ዓመት ጥራይ ተሪፍዎ ከም ዘሎ ዝፍለጥ ኮይኑ ኣሰልጣኒኡ ኣርሰን መንገር ብቐጻሊ ኣብታ ጋንታ ቅጽል ከም ዝደልዮ ይዛረብ ምንባሩ ይዝከር ቅድሚ ኣርሰናል ብሊቨርፑል ኣርባዕተ ብ0 ዝዓራ ምስ ኣርሰን ቨንገር ተራኺቡ ክወፅእ ከም ዝደሊ ከም ዝሓበሮ ዝተፀብፀበ ኮይኑ ኣርሰናል 180 ሽሕ ፓውንድ ንሶሙን ብምቕራብ እኳ ክእምንዎ እንተፈተኑ ከም ዝነፀጎ ይፍለጥ ብዘይካ ቸልሲ ሊቨርፑል እውን ከም ዝግደሱሉ ከዓ ይፍለጥ ሊቨርፑል ነቲ ነዊሕ ዝጸዓረትሉ ኣከፋፋላይ ኣርቢ ሌፕዚግ ኔቢ ኬታ ብኣርብዓን ሸሞንተን ሚልዮን ፓውንድ ካብ ዝመጽእ ሓምለ ኣትሒዛ ናብኣ ክትጽንብሮ ከም ዝተወዓዓለት ተፈሊጡ። ሎሚ ናይ ሕክምና መርመራ ከካይድ ተመዲብሉ ዘሎ ኬታ ብወግዒ ተጻዋታይ ሊቨርፑል ዝኸውን ግና ሓደ ሓምለ 2018 እዩ። ኬታ ዝሓለፈ ዓመት ኣብ 31 ጸወታታት 8 ጎላት ከም ዘእተወ ክፍለጥ ከሎ

ብተወሳኺ ሊቨርፑል ንቐንዲ ታርጌት ኣርሰናል ኮይኑ ንዝወርሐ ተፃዋታይ ሞናኮ ቶማስ ሌማር ንምፍራም 55.5 ሚሊዮን ፓውንድ ቢድ ከም ዝገበረት ተፈሊጡ ሞናኮ ክሳብ ሕጂ ነቲ ቀረብ ገንዘብ ክነጽጎ ድዮም ክቕበልዎ ከም ዘይወሰኑ ክፍለጥ ከሎ ሊቨርፑል ኣብ ምፍራሙ እንተተዓዊቶም ንኣርሰናል ዓብ ጽፊዕት ክኸውን ከም ዝኽእል ይእመት ከም ቀንዲ ታርጌቶም ገይሮም ሓይሎምን ግዜኦምን ዘጥፍእሉ ቶማስ ሌማር፣ ዝሓለፈ ሰሙን ኣርሰን ቨንገር ናይ ሌማር ምፍራም ተኽእሎ ተዓጽዩ፣ ምኽንያቱ ሞናኮ ብዙሓት ተጻወትቲ ስለ ዝሸጠት ሕጂ ክትሸይጥ ኣይደልን'ያ ከም ዝበለ ይዝከር። ኣርሰናል ዝቐረብዎ ገንዘብ ከኣ ሰላሳ ሚልዮን ፓውንድ ከም ዝነበረን ብሞናኮ ከም ዝተነጽገን ይዝከር። ባርሴሎና ካብ ዝመጽእ ክረምቲ ኣትሒዛ ንመንእሰይ ኣጥቃዓይ ማንቸስተር ዩናይትድ ማርኮስ ራሽፎርድ ከተፈርም ትሓስብ ኣላ ክትብል ስፖርት ጸብጺባ እታ መዓልታዊት ጋዜጣ ኣብ ጸብጻባ ኣሰልጣኒ ባርሴሎና ኤርኔስት ቫልቫርደ ካብ ሕጂ ኣትሒዙ ተካኢ ወዲ 30 ዓመት ዝኾነ ልዩ ስዋረስ ዝኸውን ከፈርም መደብ ከም ዘለዎን ነቲ ወዲ ዓሰርተ ትሽዓተ ዓመታት ቀዓይ ማንቸስተር ዩናይትድ ከኣ ሓደ ካብ ክትክኡ ዝኽእሉ ከም ዝርእዮን ትገልጽ። ብተወሳኺ ባርሴሎና ዋላ እኳ ንዑስማን ደምቤለ ካብ ዶርትማን ብ135 ሚልዮን ፓውንድ እንተኣፈረሙ ንፊሊፕ ኮቲኖ ናይ ሊቨርፑል ከተፈርም ክሳብ ሞስኮን ምስግጋር ዝዕጾ ከም ትፍትን ኦንዳሴሮ ጸብጺባ እታ ከተላናዊት ክለብ ንኮቲኖ ኣብ ሕቑፋ ከም ተውዕሎ ተኣማሚና ከም ዘላ ክሕበር ከሎ እቲ ተጻዋታይ ንባዕሉ ከኣ ኣብዚ ግዜ እዚ ምስ ሃገራት ጋንታ ብራዚል ዝርከብ ኮይኑ ናብ ሊቨርፑል ክምለስ ከም ዘይደሊ ይሕበር። ፒኤስጂ ንኤምባፔ ናይ ሞናኮ ከተፈርም ምስ ሞናኮ ከም ዝተሰማምዐት ለኢኲፕ ፈረንሳዊት ሕታም ጸብጺባ። በቲ ውዕል መሰረት ከኣ ኣብ ፒኤስጂ ሓደ ዓመት ብልቓሕ ድሕሪ ምጽዋቱ ካብኡ ቀጺሉ ከኣ ፒኤስጂ ብ143 ሚልዮን ፓውንድ ብቐዋምነት ከተፈርሞ ምርጫ ክህልዋ'ዩ። እቲ ተጻዋታይ ንሓሙሽተ ዓመት ዘጽንሖ ውዕል ድሮ ተሰማሚዑ ከም ዘሎን ሎሚ ናይ ሕክምና መርመራ ክገብር ከኣ ትጽቢት ይግበረሉ።